ሰላምታና ተቐበሉ ፈነወና ብምክታል እትርከቡ ዝኸበርኩም ተዓዘብትና ከመይ ተምስዩ ንሎሚ ቀዳም 28 ሰነ ሰዓት 9 ዝተዳለወ ሃገራውን ኣህግራውን ዜናታት ሒዘልኩም ቀሪበ ዘለኹ ማክዳ ሓጎሴ ንምክትታልኩም ብኽብሪ እናዓደምኩ ብቐንዲ ኣርእስተ ዜና ፍልም። ዓመታዊ ፌስቲቫል ኤርትራ ኣብ ኢጣልያ ኣብ ከተማ ሚላኖ ብልዑል ሃገራዊ ወኒ ተኸፊቱ። ኣደንበር ሃማዲኤ ወይዘሮ ተኽኣ ተስፋ ሚካኤል ኣብ ንኡስ ዞባታት ናቕፋ፣ ኣዶብሓን ኣፍዓበትን ሰሚናራት ኣካይዳ።

ቻይናን ኤኳዶርን ተበግሶ ሓደ ቅናት ሓደ መንገዲ ንምዕዋት ዝዓለመ ናይ ምትሕብባር ስምምዕ ተፈራሪመን ፕረዚደንት ሩስያ ቭላድሚር ፑቲን ሃገሩ ምስ ዩክሬን ሳልሳይ ዙርያ ዝርብ ንምክያድ ድሉቲ ምዃና ኣፍሊጡ ዝርዝር ዜና ዓመታዊ ፌስቲቫል ኤርትራ 2025 ኣብ ኢጣልያ መስመርና ድርዕና ብዝብል ቴማ ብተሳትፎ ብርክት ዝበሉ ኤርትራውያንን መሓዙት ኤርትራን ኣብ ከተማ ሚላኖ ብኣምባሳደር ኤርትራ ኣብ ሪፓብሊክ ኢጣልያ ኣቶ ፍስሃጼን ጴጥሮስ ተኸፊቱ። ኣብዚ ብ28ን 29ን ሰነ ዝቃናዕ ፌስቲቫል ስእላዊ ምርኢት፣ ባህላውን ስነጥበባውን መሰናድኦታት፣ ምርኢት ትልሂትን ኣልባሳትን ብሄራት ኤርትራ፣ ሰሚናርን ካልእ መደባትን የጠቓልል። ብዘይካ'ዚ ንነዊሕ ጉዕዞ ሃገርና ብዓውደ ትምህርትን ምምዕባል ዓቕሚ ሰብን ዘንጸባርቕ፣ ኣብ ዝርግሐን ተባጻሕነትን ዘተኮረ ብኣሃዛት ዝተሰነየ ምርኢት ቀሪቡ ኣሎ። እቲ ብቐንዱ ኣብ ተካእቲ ወለዶታት ዘተኮረ ፈስቲቫል፣ ካብ ኤርትራ ዝኸደት ጉጅለ ባህሊ ብእተቕርቦ ሃገራውን ባህላውን ጣዕመ ዜማታት ደሚቑ ከምዝቕኒ ካብቲ ቦታ ዝበጽሓና ሓበሬታ ኣፍሊጡ። ኣደ እምበር ሃማደኤ ኣብ ሰለስተ ንኡስ ዞባታት ሰሜናዊ ቀይሕ ባሕሪ ኣብ ታሪኽን ቃልስን ደቂ ኣንስትዮ ዘተኮረ ሰሚናራት ኣካይዳ። ወከልቲ ኤሪና ዑመር መሓመድ እድሪስን መሓመድ ስዒድ ሓምድን ዝለኣኽዎ ጸብጻብ ኣሎ እልልታ ሃብተማርያም ከተቕርቦ እያ።
ኣደ ወንበር ሃማደኤ ወይዘሮ ተኽኣ ተስፋሚካኤል ኣብ ንኡስ-ዞባታት ናቕፋ፣ ዓደብሓን ኣፍዓበትን ንዝርከባ ደቂ ኣንስትዮ ሰሚናራት ኣካይዳ። ኣብቲ ካብ ዕስራን ኣርባዕተን ክሳብ ዕስራን ሸውዓተን ሰነ ዝተኻየደ ሰሚናራት፣ ወይዘሮ ተኽኣ ኣብ ታሪኽ ደቂ ኣንስትዮ ብሓፈሻ፣ ኤርትራውያን ደቂ ኣንስትዮ ድማ ብፍላይ ኣብዚ እዋን'ዚ በጺሐንኦ ኣብ ዘለዋ ደረጃን ምዕባለን ንኽበጽሓ ዝተኸፍለ መስዋእቲ ከምኡ ውን ኣብ መጻኢ ክብጻሕ ዝድለ ደረጃ ምስ ናይ ብድሆታቱ ዘተኮረ ሰፊሕ መግለጺ ሂባ። ኣብ እዋን መግዛእቲ ምስ ዝነበረ መስፍናዊ ኣተሓሳስባ ሕቶ ደቂ ኣንስትዮ ምስ ሃይማኖት፣ ባህሊ፣ እምነትን ካልእን ተኣሳሲሩ ጓል ኣንስተይቲ ዓቕማን ብቕዓታን ንምምዕባል ስለዘይተሰርሐ ኩሉ ድሌታታ ኣብ ወድ ተባዕታይ ይምርኮስ ከምዝነበረ ካብ እዋን ሓርነታዊ ቃልሲ ክካየድ ብዝጸንሐ ኣብ ምብራኽ ንቕሓት ዘተኮረ ጻዕርን ንዕኡ ዝድግፍ ብመንግስቲ ዝተወስደ ስጉምትታትን ግና ኩሉ እናተለወጠ፣ ደቂ ኣንስትዮ እውን ብተሳተፎኦንን መስዋእተንን ቦትእን ኣብ ሕብረተሰብ እናረጋገጻ ከም ዝመጻ ኣብሪሃ። ወይዘሮ ተኻ ኣስዒባ፣ መንእሰያት ደቂ ኣንስትዮ ተሰከምቲ ሕድሪ ናይተን በጃ ዝሓለፋ ኣዴታተንን ኣሓተንን ስለ ዝኾና፣ ብትምህርቲ ሶጊመንን ዓቕመን ክብ ኣቢለንን ናብ ምሉእ ኣግእዞ ከምርሓ ከም ዝግባእ፣ ኣገንዚባ። ተሳተፍቲ ብወገነን ንኣገዳስነት ናይቲ ርክብን ዝተዋህበ መግለጽን ብምጥቃስ፣ ውዳቤታተን ብምሕያል ጽልዋን ኣበርክቶን ማሕበር ንምዕዛዝ ከም ዝሰርሓ ድሕሪ ምርግጋጽ፣ ምትሕብባር መሻርኽቲ ክብ ክብልን ከምዚ ዓይነት ሰሚናራት ቀጻልነት ክህልዎን ተላብየን። ኣብ መዛዘሚ፣ ኣመሓደርቲ ናይተን ሰለስተ ንኡስ ዞባታት ኣብ ዘስምዕዎ ቃል፣ ንቕሓትን ተሳታፍነትን ደቂ ኣንስትዮን ንምብራኽ ክስራሕ ምጽንሑ ብምጥቃስ፣ ኣብ መጻኢ'ውን ዕላማታት ሃገራዊ ማሕበር ደቂ ኣንስትዮ ኤርትራ ንምዕዋት ካብኦም ዝሕተት ኩሉ ከም ዝገብሩ ኣረጋጊጾም።
ቀረብ ጸዓት ንምውሓስ ክካየድ ብዝጸንሐ ጻዕሪ፣ ከተማ ሰንዓፈ ተጠቃሚት ሃገራዊ መስመር ሓይሊ ኤሌክትሪክ ብምዃና፣ ክረኽብኦ ዝጸንሑ ኣገልግሎት ከምእተመሓየሸ ነበርቲ ገሊጾም። ካብቲ ኣቐዲሙ ዝነበረ ዝነውሐ ሰዓታት ኣገልግሎት ኤሌክትሪክ ክረኽቡ ምብቅዖም ኣብ ኣሳልጦን ብቕዓትን ዝወሃብ ኣገልግሎታት ጽልዋ ስለ ዘለዎ፣ ንምዕባለ ከባቢኦም ንቕድሚት ዝድርኽን ንህይወቶም ብእወታ ዝልውጥን ከም ዝዀነ እቶም ወሃብቲ ርእይቶ ሓቢሮም። ወነንቲ ውልቀ ትካላት ብወገኖም፣ ሳላ ረኺቦሞ ዘለዉ ኣገልግሎት ኤሌክትሪክ፣ ትካላቶም ዝተማልኣ ኣገልግሎት ይህባ ከም ዘለዋ ብምሕባር፣ ብሰንኪ ሕጽረት ኤሌክትሪክ ከጋጥም ዝጸንሐ ጸገማት ከም እተፈትሐ ኣብሪሆም። ሓላፊ ኣሃዱ ምቁጽጻር ሕግን ስርዓትን ከተማ ሰንዓፈ ኣቶ ሃብቶም በይን ብወገኑ፣ ሕጽረት ኤሌክትሪክ ቀንዲ መሕንቖ ምዕባለ ከምዝኾነ ብምሕባር፣ ተጀሚሩ ዘሎ ዝተመሓየሸ ኣገልግሎት ኤሌክትሪክ ንዝለዓለ ዕብየት ዝድርኽን ጠለብ ህዝቢ ዝምልስን ስለዝኾነ ወነንቲ ትካላት ነዚ ዕድል ተጠቂሞም ንዕብየቶምን ምዕባለ ከተምኦምን ብዝለዓለ ክነጥፉ ተማህጺኑ። ከተማ ሰንዓፈ ኣቕዲማ ካብ ከተማ ዓዲቐይሕ ካብ ዝምንጩ ሓይሊ ኤሌክትሪክ ኣገልግሎት ክትረክብ ከምዝጸንሐት ዝፍለጥ እዩ። ኣብ ንኡስ ዞባ ማይ ዓይኒ ጠንቅታት ትሑት ተሳታፍነት ደቂ ኣንስትዮ ኣብ መኣዲ ትምህርቲ ብምልላይ ምፍዋሱ ብውህደት ንምስራሕ ዝሕግዝ ዓውደ ዘተ ተኻይዱ። ወኪል ኤሪና መሓመድ ዑስማን ዘዳለዎ ጸብጻብ ኣብርሃም ዓንደማርያም
ኣብ ንኡስ ዞባ ማይ ዓይኒ፣ ትሑት ተሳታፍነት ኣብ መኣዲ ትምህርቲ ብሓፈሻ፣ ናይ ደቂ ኣንስትዮ ከኣ ብፍላይ ንምፍዋስ ብ ዕስራን ሓሙሽተን ሰነ ዓውደ ዘተ ተኻይዱ። እቲ ወከልቲ ህዝቢ፣ ርእሰ መምሃራን፣ ሓለፍቲ ኣብያተ ጽሕፈት መንግስትን ግንባርን ዝተሳተፍዎ መደብ፣ ጠንቂ ምቁራጽ ተመሃሮ ካብ መኣዲ ትምህርቲ ኣለሊኻ ንምፍትሑ ክውሰዱ ኣብ ዘለዎም ስጉምትታት ዘተኮረ'ዩ ነይሩ። ኣብ ጨንፈር ትምህርቲ ዞባ ደቡብ ሓላፊ ኣሃዱ ምምዕባል ዓቕሚ ሰብ መምህር ወልደገርግስ ሞጎስ፣ ንተሳታፍነት ደቂ ኣንስትዮ ኣብ መኣዲ ትምህርቲ በቢዓመቱ ዘርኢ ብኣሃዛት ዝተሰነየ መግለፂ ድሕሪ ምቕራብ፣ ብዝተፈላለየ ምኽንያት ኣብ ኩሉ ደረጃታት ቁፅሪ ደቂ ኣንስትዮ ትሑት ምህላዉ ኣብሪሁ። ሓላፊ ቤት ፅሕፈት ትምህርቲ ኣብ ንኡስ ዞባ ማይ ዓይኒ መምህር ጠዓመ ፍትዉ ብወገኑ፣ ብፍላይ ኣብ ምሕደራት ከባቢ ዑናዋጦት፣ ቅናፍናን ዴዳን ብሰንኪ ትሑት ተገዳስነት ተምሃሮን ሸለልትነት ወለድን ተደጋጋሚ ምቁራፅ ከምዝረኣ ብምሕባር፣ ንምፍዋሱ ኣብ ወለዲ ዝቐንዐ ጎስጓሳት ይካየድ ከምዘሎ ሓቢሩ። ዝተዋደደ ትካላት ትምህርቲ ህዝቢ ብዝግባእ ክጥቀመሉ ከምዝግባእ ዘዘኻኸረ ሓላፊ ጨንፈር ትምህርቲ ዞባ ደቡብ መምህር ህብትዝጊ ኪዳነ ብወገኑ፣ እቲ ጠንቂ ብግቡእ ተፀኒዑ ንኽእረም ኩሎም ዝምልከቶም ኣካላት ሓላፍነት ወሲዶም ክነጥፉ ኣዘኻኺሩ። ተሳተፍቲ ኣብ ዝሃብዎ ርኢቶ፣ ቀንዲ ምኽንያት ምቁራጽ ኣብ መኣዲ ትምህርቲ፣ ራሕቂ ኣብያተ ትምህርቲ፣ ሰበኽሳግማዊ መነባብሮ፣ ከምኡ'ውን ትሑት ምክትታል ወለዲ ከምዝኾነ ብምግላጽ፣ ኣብ ህዝብን ተማሃሮን ዝቐንዐ ጎስጓሳት ክጽዕቕ ኣተሓሳሲቦም። ኣብ መወዳእታ ዋና ዳይክተር ክፍሊ ማሕበራዊ ኣጎልጉሎት ዞባ ደቡብ ኣቶ ቃልኣብ ተስፋስላሰ፣ መንግስቲ ኣጎልጉሎት ትምህርቲ ንምስፋሕ ዝገብሮ ዘሎ ገዚፍ ወፍሪ እቲ ዝድለ ፍረ ንኽህብ ነፍሲ ወከፍ ስድራ ደቃ ናብ መኣዲ ትምህርቲ ብምልኣኽ ተጠቃሚት ክትኸውን ከምዝግባእ ኣገንዚቡ። ካብ ሰለስተ ክሳብ ሓሙሽተ ኣዋርሕ ብሞያ ዝሰልጠኑ ቴስዓ ደቂ ኣንስትዮ ዝርከብኦም ሚእትን ኣርብዓን ሽዱሽተን ተምሃሮ ኮሌጅ ሕክምናን ስነ ፍልጠት ጥዕናን ኦሮታ ብ ዕስራን ሸውዓተን ሰነ ተመሪቖም። እቲ ጎኒ ጎኒ ኣካዴምያዊ ትምህርቶም ብክልሰ ሓሳብን ግብርን ዝተውሃበ ስልጠና ብምውህሃድ ሃማማተኤ ዞባ ሳዋን ትካላት ላዕለዋይ ትምህርትን እቲ ኮሌጅ እዩ። ውን ተወዲቡ። እቶም ተምሃሮ ብግራፊክስ፣ ቋንቋ ምልክት፣ ቋንቋ ዓረብ፣ ኤሌክትሮኒክስን ሙዚቃን ከም ዝሰልጠኑ ሓላፊ ሃማቴ ኣብ ሕክምናን ስነ ፍልጠት ጥዕናን ኦሮታ መንእሰይ ኣብርሃለይ ኣሰፋው ገሊጹ። ኣብቲ ኮሌጅ ዳይረክተር ጉዳያት ተምሃሮ ኣቶ ኤልያስ ተዓገስ ብወገኑ፣ ሰልጠንቲ ዝቐሰምዎ ሞያ ኣብ ቀጻሊ ጉዕዞ ህይወቶምን ንጥፈታቶምን ሓጋዚ ግደ ከም ዘለዎ ብምእማን ኣብ ረብሕኦምን ረብሓ ሕብረተሰቦምን ከውዕልዎ ኣተሓሳሲቡ። ሓላፊት ሃማቴኤ ዞባ ሳዋን ላዕለዎት ትካላት ትምህርትን ወይዘሮ መንሱራ እስማዒል ብግዳ ሰልጠንቲ ንዝቐሰምዎ ሞያ ብግብራዊ ዕዮ ከማዕብልዎን ናብ መዘንኦም ከመሓላልፍዎን ተማህፂና። ዜና መስዋእቲ ገዲም ተጋዳላይ ተወልደ ድራር ብርሃነ ብ ዕስራን ሸውዓተን ሰነ ኣብ መበል ሰብዓን ሓሙሽተን ዓመት ዕድሚኡ ብሕማም ተሰዊኡ። ኣብ ወርሒ ሚያዝያ ሽሕን ትሽዓተ ሚእትን ሰብዓን ኣርባዕተን ኣብ ተጋድሎ ሓርነት ኤርትራ ዝተሰለፈ፣ ኣብ ወርሒ ጥሪ ሽሕን ትሽዓተ ሚእትን ሰብዓን ሓሙሽተን ድማ ኣብ ህዝባዊ ሓይልታት ሓርነት ኤርትራ ዝተጸንበረ ተጋዳላይ ተወልደ ድራር ኣብ ሓርነታዊ ቃልሲ ኣብ ተዋጋኢ ሰራዊትን ክፍልታት ውድብን ድሕሪ ናጽነት ድማ ኣብ ኮሚሽን ረድኤትን ስደተኛታትን ኤርትራ ብደረጃ ሓላፊ ምውፋር ከምኡ'ውን ሓላፊ ጨንፈር መጓዓዝያ ምድሪ ዞባ ሰሜናዊ ቀይሕ ባሕሪ ብምዃን ንሃገሩን ህዝቡን ብተወፋይነት ዘገልገለ ሓርበኛ እዩ። ስዉእ ገዲም ተጋዳላይ ተወልደ ድራር በዓል ሓዳርን ኣቦ ሓሙሽተ ውሉደታን እዩ። ስነ ስርዓት ቀብሩ ድማ ሎሚ ዕስራን ሸሞንተን ሰነ ፍርቂ መዓልቲ ኣብ መካነ መቓብር ሓርበኛታት ኣስመራ ተፈጺሙ። ሚኒስትሪ መጓዓዝያን መራኸቢታትን ብመስዋእቲ ገዲም ተጋዳላይ ተወልደ ድራር ብርሃነ ዝተሰመዖ መሪር ሓዘን እናገለፀ ንስድራ ቤቱ፣ መቓልስቱን መሳርሕቱን ፅንዓት ይሃብኩም ይብል። ዝስዕብ ዜና ሃገራት ወፃኢ እዩ።

ተዓዊታ ከም ዝወጸትን ኣብ ልዕሊ ኒክለሳዊ መደበራታ ዝተኻየደ ደብዳብ ከም ዘይተዓወተን ንዝሃቦ መግለጺ ብምንቃፍ እዩ። ኢራን ኒክለሳዊ መደባታ ምስ እተሐይሎ ኣብ ልዕሊኣ ተወሳኺ መጥቃዕቲ ክካየድ ከም ዝኽእል'ውን ፕረዚደንት ትራምፕ ብተወሳኺ ኣጠንቂቑ። ፕረዚደንት ዶናልድ ትራምፕ ሃገሩ ኣብ ዝሓለፈ ሰሙን ኣብ ሰለስተ ኒክለሳዊ ቦታታት ኢራን ብዝፈጸመቶ መጥቃዕቲ እቲ መደበራት ምሉእ ብምሉእ ከም ዝዓነወ እዩ ዝገልጽ። ይኹን'ምበር እቲ ብኣመሪካ ዝተፈጸመ ደብዳብ

ብኻልእ ወገን ኢራን ብዛዕባ እቲ ኣመሪካን እስራኤልን ኣብ ልዕሊኣ ዝፈጸምኦ ህይወት ኣማኢት ንጹሃት ዝቐዘፈን ኣብ ሲቪላዊ ትሕተ ቅርጺ ዕንወት ዘውረደን ዘይምኽኑይ መጥቃዕቲ ብዝምልከት ወግዓዊ ጥርዓን ናብ ቤት ጽሕፈት ላዕለዋይ ኮሚሽነር ሰብኣዊ መሰላት ሕቡራት ሃገራት ኣቕሪባ። ኢራን ኣብ ዘቕረበቶ ጥርዓን፣ እቲ ብኣመሪካን እስራኤልን ዝተኻየደ ዝተወሃሃደ መጥቃዕቲ ንመሰረታዊ መትከላት ቻርተር ሕቡራት ሃገራትን ኣህግራዊ ሰብኣዊ ሕግን ዝጥሕስ ከምዝኾነ ብምሕባር፣ ውድብ ሕቡራት ሃገራት ወግዓዊ መርመራ ከበግስን እተን ሃገራት ተሓተቲ ከምዝኾናን ከረጋግጽን ኣተሓሳሲባ። ቻይናን ኤኳዶርን ተበግሶ ሓደ ቅናት ሓደ መንገዲ ንምድንፋዕን ንምዕዋትን ዝዓለመ ናይ ምትሕብባር ስምምዕ ተፈራሪመን። እዚ ስምምዕ ዝተበጽሐ ፕረዚደንት ቻይና ሺ ጂንፒንግን ፕረዚደንት ኤኳዶር ዳኒኤል ኖባይን ትማሊ ዕስራን ሸውዓተን ሰነ ኣብ ከተማ ቤይጂን ድሕሪ ዝገበርዎ ርክብ እዩ። ክልቲኦም መራሕቲ ንግዲ፣ ቁጠባውን ወፍርን ኣብ ዝርከቡዎም ዝተፈላለዩ ጽላታት ዝካየድ ምትሕብባር ንምዕባይ ዘትዮም። ፕረዚደንት ሺ ጂንፒንግ ኣብ ዝሃቦ መግለጺ፣ ሎሚ ዓመት መበል ኣርባዓን ሓሙሽተን ዓመት ምምስራት ዲፕሎማስያዊ ዝምድና ቻይናን ኤኳዶርን ምዃኑ ብምምልካት፣ ዝምድና ክልቲኤን ሃገራት ጽቡቕ ገስጋስ የመዝግብ ከምዘሎ ኣነጺሩ። ፕረዚደንት ኤኳዶር ብወገኑ፣ ክልቲኦም ሃገራት ኣብ ሓድሕዳዊ ምክብባር፣ ማዕርነትን ሓበራዊ ረብሓን መሰረት ዝገበረ ሰፊሕ ምትሕብባር ከም ዘካየዳ ብምጥቃስ፣ ቻይና ኣብ ቁጠባውን ማሕበራውን ምዕባለ ሃገሩ ንዝገበረቶ ደገፍን ሓገዝን ኣመስጊኑ። ኤኳዶር ምስ ቻይና ኣብ ዝተፈላለየ ዓውድታት ዘተ ንምክያድ፣ ኣብ ንግዲ፣ ቴክኖሎጂን ትምህርትን ዝግበር ምትሕብባር ንምድንፋዕ ከምኡ'ውን ባህላዊ ምልውዋጥ ንምዕባይ ድልውቲ ምዃና ፕረዚደንት ዳኒኤል ኖባያ ብተወሳኺ ገሊጹ። ኣብ መንጎ ቻይናን ኤኳደርን ኣብ ክልተ ሽሕን ዓሰርተ ሰለስተን ዝተበጽሐ ስምምዕ ናጻ ንግዲ ኣብ ወርሒ ጉንበት ክልተ ሽሕን ዕስራን ኣርባዕተን ተግባራዊ ድሕሪ ምዃኑ ንግዳዊ ምልውዋጥ ክልቲኤን ሃገራት ዕብየት ከምዘመዝገበ'ዮም ጸብጻባት ዝሕብሩ። ተበግሶ ሓደ ቅናት ሓደ መንገዲ ብቻይና ዝተበገሰ ሰፊሕ ፕሮጀክት ኮይኑ ዕላምኡ ኣብ መንጎ ሃገራት ቁጠባዊ ምትእስሳር ዝፈጥር ትሕተ ቅርጺ ንምህናጽ ዝዓለመ'ዩ። ፕረዚደንት ሩስያ ብላርሚር ፑቲን ሃገሩ ምስ ዩክሬን ሳልሳይ ዙርያ ዝርርብ ንምክያድ ድልውቲ ምዃና ኣፍሊጡ። እቲ ዝርርብ ኲናት ዩክሬን ንምፍታሕ ብክልቲኦም ወገናት ንዝቐረበ እማመታት ማእከል ዝገበረ ክኸውን ከምዝግባእ ፕረዚደንት ፑቲን ሓቢሩ። ከምቲ ትጽቢት ዝተገብረሉ፣ ብሩስያን ዩክሬንን ዝቐረበ እማመታት ሰላም ተጸራሪ እኳ እንተኾነ፣ ናይ ሓባር መርገጺ ንምርካብን ፍልልያት ንምጽባብን ግን ዝርርብ ምክያድ ከምዘድሊ ዝጠቐሰ ፕረዚደንት ፑቲን፣ ሰበስልጣን ክልቲኤን ሃገራት ብዛዕባ ክካየድ ዝኽእል ሓድሽ ዙርያ ዝርርብ ይዛተዩ ከምዘለዉን ድሕሪ ምዝዛም መስርሕ ምልውዋጥ ምሩኻት ክኸውን ከምእተሰማምዑን ገሊጹ። ወከልቲ ሩስያን ዩክሬንን ኣብ መጀመርያ ናይዚ ወርሒ ኣብ ከተማ ኢስታንቡል ቱርኪ ኣብ ዝተኻየደ ካልኣይ ዙርያ ቀጥታዊ ዝርርብ በብወገኖም ናብ ስምምዕ ሰላም ዝወስድ መርሓ ግብሪ ከምእተለዋወጡን ምሩኻት ንምፍታሕ ኣብ ስምምዕ ከምዝበጽሑን ዝዝከር እዩ። ብመሰረት'ቲ ስምምዕ ክልቲኤን ሃገራት ትሕቲ ዕስራን ሓሙሽተን ዓመት ዝዕድሚኦም ምሩኻት ይለቃ ከምዘለዋ ዝሕብሩ ጸብጻባት ሩስያ ኣስታት ሽዱሽተ ሽሕ ዓስከረናት ናብ ኲናት ዝተቐትሉ ወተሃደራት ዩክሬን ከም ዘረከበትን ኣስታት ሰለስተ ሽሕ ተወሰኽቲ ንምምላስ ድልውቲ ከም ዘላን ይጠቕሱ። እንተኾነ ሩስያ ካብ ዩክሬን ተመሳሳሊ ኣስከሬናት ከም ዘይተቐበለት ኣፍሊጣ። ኣብ ሰሜናዊ ምዕራብ ፓኪስታን ሎሚ ዕስራን ሸሞንተን ሰነ ኣብ መኪና ቦምባ ብምጽዋድ ብዝተኻየደ ነፍሰ ቅትለታዊ መጥቃዕቲ ብውሕዱ ዓሰርተ ሽዱሽተ ወተሃደራት ከም እተቐትሉ ንሰብ መዚ ጸጥታ ሃገር ብምጥቃስ ማዕከናት ዜና ኣቃሊሐን። በቲ ምስ ኣፍጋኒስታን ኣብ ዘዳውብ ከባቢታት ዝተኻየደ መጥቃዕቲ ሁሲያት ዝርከብዎም ልዕሊ ዕስራ ኣባላት ሰራዊተን ሰለማዊ ሰባትን ቆሲሎም ከምዘለዉ፣ ቁጽሪ ምዉታት ክዛይድ ከምዝኽእል ሰብመዚ ጥዕና ፓኪስታን ኣሚቶም። ዛጊት ናይቲ መጥቃዕቲ ሓላፍነት ዝወሰደ ኣካል እኳ እንተዘየለ፣ ምስ ጣሊባን ምትእስሳር ብዝነበሮም ዕጡቓት ጉጅለታት ዝተኻየደ ክኸውን ከምዝኽእል'ዩ ዝእመት ዘሎ። ሓይልታት ጸጥታ ፓኪስታን እቲ መጥቃዕቲ ኣብ ዝተፈጸመሉ ከባቢታት ሰፊሕ ናይ ተፍትሽ ስርሒት የካይዱ ኣለዉ። እዚ ፍጻመ ኣብታ ሃገር ንዝጸንሐ ጸጥታዊ ቅልውላው መሊሱ ከም ዘኽረሮ ናይ ቀረባ ተዓዘብቲ ሓቢሮም። ምስ ኣፍጋኒስታንን ኢራንን ኣብ ዘዳውብ ከባቢታት ከምዚ ዓይነት መጥቃዕቲ ክፍጸም ናይ ፈለማ ከም ዘይኮነ ጸብጻባት የረድኡ። ኣመሪካ ካብ ክልተ ሽሕን ሓደን ክሳብ ክልተ ሽሕን ዕስራን ሓደን ኣብ ኣፍጋኒስታን ዘካየደቶ ወተሃደራዊ ወፍሪ ኣብቲ ከባቢ ሽበራውያን ክጫጭሑ ምቹእ ባይታ ከም ዝፈጠረ ምስቲ ዞባ ቅርበት ዘለዎም ወገናት ይሕብሩ። ደሞክራስያዊት ሪፓብሊክ ኮንጎን ሩዋንዳን ኣብ መንጎኣን ንዓመታት ዝጸንሐ ግጭት ደው ንምባል ዝዓለመ ስምምዕ ሰላም ከቲመን። እቲ ብመንጎኝነት ኣሜሪካን ቀጠርን ዝተበጸጸሐ ስምምዕ፣ ሚኒስተራት ጉዳይ ወጻኢ ክልቲኤን ሃገራት ትማሊ ዕስራን ሸውዓተን ሰነ ኣብ ከተማ ዋሽንግተን ዲሲ ከምእዝተኸተሙ ተቓሊሑ። እቲ ስምምዕ፣ ክልቲኦም ሃገራት ኣብ ውሽጢ ቴስዓ መዓልታት ዞባዊ ቁጠባዊ ውህደትን ከበግሳን፣ ኣብ ውሽጢ ሰላሳ መዓልታት ድማ ሓብራዊ ናይ ጸጥታ ምውህሃድ ከዋድዳን ዝሕግዝ እዩ። ብዘይካዚ፣ እቲ ስምምዕ ብሓሸዓት ዝቑጸሩ ወተሃደራት ሩዋንዳ ኣብ ውሽጢ ሰለስተ ኣዋርሕ ካብ ደሞክራስያዊት ሪፓብሊክ ኮንጎ ክወጽኡ ዝጠልብ እዩ። ይኹን እምበር፣ እቲ ስምምዕ ነቲ ብማዕድናት ሃብታም ምዃኑ ኣብ ዝንገረሉ ምብራቓዊ ክፋል ኮንጎ ዝካየድ ዘሎ ወተሃደራዊ መጥቃዕቲ ደው ብምባል ምዕራባውያን ንኣውፈርቲ ናይ ቢልዮናት ዶላር መኽሰብ ንኸኻዕብቱ ዝዓለመ ምዃኑ ናይ ቀረባ ተዓዘብቲ ይገልጹ። ፕረዚደንት ዶናልድ ትራምፕ፣ እቲ ዝተገብረ ስምምዕ ሃገሩ ካብ ደሞክራስያዊት ሪፓብሊክ ኮንጎ ብዙሕ መዓድናት ክትረክብ ዘኽእል ምዃኑ ገሊጹ ኣሎ። ካብ ሩዋንዳን ኮንጎን ዝተዋጽኡ ክኢላታት ኣብ ዝሓለፈ ዓመት ብመንጎኝነት ኣንጎላ ክልተ ግዜ ኣብ ስምምዕ በጺሖም እኳ እንተነበሩ፣ ሚኒስተራት እተን ሃገራት ብዘይምስምምዖም ግና ተግባራዊ ክኸውን ከምዘይክኣል'ዮም ምንጭታት ዝሕብሩ። ርዋንዳ ንዕጡቕ ጉጅለ ኤም ዕስራን ሰለስተን ደገፍ ከም እትገብር እዩ መንግስቲ ደሞክራስያዊት ሪፓብሊክ ኮንጎ ዝኸስስ። ይኹን እምበር ርዋንዳ ነዚ ክሲ እዚ ኣሉታዊ ምላሽ ክትህበሉ እያ ጸኒሓ። ዕጡቕ ጉጅለ ኤም ዕስራን ሰለስተን ኣብ ምብራቓዊ ክፋል ደሞክራስያዊት ሪፓብሊክ ኮንጎ ብዘካየዶ ተደጋጋሚ ወተሃደራዊ መጥቃዕትታት ዓሰርተታት ኣሽሓት ሰባት ክሞቱ ከለዉ ሚልዮናት ከም እተማዛበሉ ጸብጻባት ይሕብሩ። ክቡራት ተኸታተልቲ ዜና ንምፍፃም ኣርእስቲ ክንደግም ዓመታዊ ፌስቲቫል ኤርትራ ኣብ ኢጣልያ ኣብ ከተማ ሚላኖ ብልዑል ሃገራዊ ወኒ ተኸቢዱ። ኣደ መንበር ሃማዴ ወይዘሮ ተኽኣት ተስፋ ሚካኤል ኣብ ንኡስ ዞባታት ናቕፋ፣ ዶምሓን ኣፍዓበትን ሴሚናራት ኣካይዳ።

ቻይናን ኤኳዶርን ተበግሶ ሓደ ቅናት ሓደ መንገዲ ንምዕዋት ዝዓለመ ናይ ምትሕብባር ስምምዕ ተፈራሪመን ፕረዚደንት ሩስያ ቭላድሚር ፑቲን ሃገሩ ምስ ዩክሬን ሳልሳይ ዙርያ ዝርብ ንምክያድ ድልውቲ ምዃኑ ኣፍሊጡ